ሰላም ሰላም ክብረት ኣሕዋት እዛ ቻነል ኖሞር ትበሃል ኮይና ኣብ ሕብረተሰብና ጠቐሚ እዩ ዝበልናዮ ምስ ግዜ ዝኸይድ ሓበሬታን ሓፀርቲ ትምህርቲ ብዋይት ቦርድ ኣኒሜሽን ክነቕርብ ክንጅምር ኢና እዛ ቪድዮ ናይ መጀመርታና ብምዃና ሓበን እንዳተሰማዕና ናትኩም ደገፍ ኣይፈለየና ንብል ናይ ሎም ኣርእስትና ብዛዕባ ገንዘብና ማሃፁን እዩ ናብ ትሕተስቶ ክነብለኩም ኣብ 21 ክፍለ ዘመን ኢና ነብር ዘለና ኣብዚ እዋን መቸም ኣፍልብና ነፊዕና ብዘይ ገንዘብ ክንቀሳቐስ ዝኽእል ሕብረተሰብ የለን ክንብል ንኽእል ገንዘብ ብጣዕሚ ኣድላይ ብምዃኑ ጥራሕ ብኡ ንሓስብ ክንረኽቦ ብዙሕ ንደሊ ክንረኽቦ እውን ኣብ ዘይተድለየ ስራሕ ንኣቱ ንምዃኑ ገንዘብ እንታይ እንታይ እዩ እዚ ወረቐት ወይ እዚ ሓፂን ጥራይ ድዩ መዓስ ተኣታትዩ ወይ ብመን ተኣታትዩ ስለምንታይ ከ ወረቐት ካብ ኮነ ብዓቕን ውሕድ ኮይኑ ነዚ ሕቶታት ንኽንምልስ ሃሰስ ክንብል ኢና ተኸታተሉ ገንዘብ ናይዚ እናብረር ዘለና ሕብረተሰብ ወይ ከዓ ቁጠባ ከም ቀንዲ ዓንድዖ ኮይኑ ዘገልግል ኣቕሓ ወይ ኮመዲት እዩ ስርሑ ድማ ኣቑሑ ወይ ከዓ ኣገልግሎት መግዚ ይጠቅም እዚ ማለት ኣብ ሓደ ሕብረተሰብ ሓደ ከም መንጎኛ ኮይኑ መለዋወጢ ንብረት ይጠቅም። ሓደ ንብረት ዋጋ ምስ ዝህልዎ ሕፅረት ወይ ብቐሊሉ ምስ ዘይርከብ ንብዙሕ ግዜ ከይተባላሸወ ምስ ዝፀንሕ ከምኡ እውን ብቐሊሉ ክንቀሳቐስ ምስ ዝኽእል ከም ገንዘብ ክንቆርፆ ወይ ክንግልገለሉ ንኽእል። ኣብ ዓለምና ከም ገንዘብ ኮይኖም ዘገልገሉን ዘገልግሉ ዘለዉን ብጀካ ናይ ሕጂ ወረቐት ብዙሓት እዮም። ንኣብነት ማዕድናት ከም በዓል ወርቂን ብሩርን፣ ባጤራ ካረንሲ፣ ፊያት ማኒ፣ ሓደሽቲ ምዕባለታት ኤሌክትሮኒካዊ ገንዘብ፣ ክሪፕቶካረንሲ ወይ ድማ ቢትኮይን፣ ኢተሪየም፣ ሪፕል ክንጠቅስ ንኽእል። እዚ ኣብ ላዕሊ ዝረኣናዮም ምዕባለታት ግን ትኽ ኢሎም ዝመፁ ኣይኮኑን። ቅድሚ ምዕባለ ገንዘብ ሕብረተሰብና ንብረት ብንብረት እዩ ዝልጦ ነይሩ። ንመብርሂ እዚ ሳምሶም እዩ። ሽዱሽተ ደርሆ ከኣ ኣለዎ። ሳምሶም ኣውደ ኣመት ዝኾኖ ሓደ በጊዕ ይደሊ እሞ ናብ ኣብ ዓዱ ዘላ ዕዳጋ ኣንጊሁ ይኸይድ። በዚ ድማ ናብ ዕዳጋ ተንደርሑ ሒዞ ከይዱ ሓደ በዓል በጊዕ ሮቤል ዝበሃል ይረክብ። ሮቤል እውን ዝሓለፈ ኣውደ ኣመት በጊዕ ስለ ዝበልዐ ቅያር ክኾኖ ደርሆ ክገዝእ እዩ ናብ ዕዳጋ ወሪዱ። ምስ ተራኽቡ ድማ ኣብ ዋጋ ተኣታትዮም ሓሙሽተ ደርሆ ብሓደ በጊዕ ክልውጥዎ ይሰሃሙ። በደሌ ግን ብፍላይ ኣብዚ ግዜ ኮንካ ክትሪኦ ብጣዕሚ ጉድላት ዘለዎ ኣሰራርሓ እዩ። ሳምሶም ኣብዚ ግዜ ሞባይል ክገዝእ ደልዩ ክንደይ ደርሆ ክሸይጥ ኣለዎ? ደርሆ ብሞባይል ዝልውጠሉ ከ ይረክብ ዶ? በዚ ክምግሞ ወዲ ሰብ ምምሕያሽ ኣብ ዕዳጋ የድልዮ ነበረ። እቲ ዝመጽእ ምዕባለ ሓደ ማእከላይ ኣቕሓ ክፈሊ ኣለዎ፣ ንኹሉ ንብረት ድማ በቲ ማእከላይ ኣቕሓ ክዋገዮ ኣለዎ። ሕረ ዝሰነይ ዓለም ኣብ ውሽጢ ዝሰርሓ ናይ በደሌ ናቶም ማእከላይ ኣቕሓ ንመዕቀኒ መግዝኢ ንብረት ሰኮን ይጥቀሙ ነይሮም። ንኣብነት ሓደ ብጥሪት ሃብታም ዝኾነ ከባቢ ንኹሉ ንብረቱ ብኣባጊዕ ይዋገዮ። እዚ ማለት ሓደ ብዕራይ ብሰለስተ ኣባጊዕ ወይ ድማ ሓደ በጊዕ ብ ሓምሳ ኪሎ ኮሚደረ ኣብ ከባቢና ኤርትራን ኢትዮጵያን ንኣብነት ጨው ከም ማእከላይ መገምገሚ ይጥቀም ከም ዝነበረ ታሪኽ ይሕብር። ጸገማት ናይዚ ኣሰራርሓ እውን ሳምሶም እንደገና በጊዕ ከለዎ ዓሰርተ ኪሎ ኮሚደረ ክገዝእ ንዝደሊ ልዕሊ እቲ ዝደለዮ ዓቐን ኮሚደረ ሓምሳ ኪሎ ክገዝእ'ዩ ማለት እዩ። በጊዕ ኣብ ክልተ ስለ ዘይትምቀል ዘይትምቀልነት ጸገም ነይሩ። ወዲ ሰብ ግን ብዘይቋረጸን ብዝሒ ሰብ ዓለም በዚሑ ዕዳጋታት እውን ሰፊሑ ንብረት ብንብረት ምልውዋጥ እንዳ ኣሸገረ ከይዱ። ሓደ ማእከላይ ኣቕሓ ሕጂ ግን ተመቃልነት ዘለዎ ዝተፈላለየ ማዕድናት ክጥቀም ጀሚሩ። ኣብዚኦም ጠቀስ እቶም ቀንዲ ወርቂን ብሩርን እዮም። ወርቅን ብሩርን ብተፈጥሮኦም ብቐሊሉ ተረከብቲ ኣይኮኑን። ከምኡውን መኺኾም ከም ምዘርኻዮም ቅርጺ ክተገብሮም ስለ ዝከኣል ኣብ ዕዳጋ ተሃረፍቲ ኮይኖም። ሳምሶም ሕጂ ደርሆ ናብ ዕዳጋ ምምላእ ኣየድልዮን። ሓደ ሳንቲም ናይ ብሩር ሒዙ በጊዕ ይወስድ። ሮቤልውን ከምኡ። ነንሕድኦም ኣብ ዕዳጋ ዘደላሊ ምኽንያት የብሎምን። ወርቂን ብሩርን ጽቡቕ ኣገልግሎት ነይርዎም። እሞ ካብዞም ማዕድናት ናብዚ ሕጂ ንጥቀመሉ ዘለና ወረቐት ገንዘብ፣ ፊያት ማኒ፣ ንምንታይ ቀይርና? ሓደ ካብቲ ጸገማት ዝነበረ፣ ወርቅን ብሩርን ንምጉዕዓዝ ከሸግሩ ጀሚሮም፣ ሕጂ ጉዳይ ወግዒ ዘይኮነ ምስ ምዕባለ ዓለም ዓበይቲ ነገራት ከም በዓል መሬት፣ ፋብሪካ ክንገዝእ ክንደይ ኪሎ ወርቂ ክንወስድ ኣለና? እቲ ብኪሎታት ዝውሰድ ዘሎ ማዕድንከ ጽሩይ ድዩ ወይስ ዝተሓወሶ ካልእ ሕሱር ዕልዋ ማዕድን ኣለዎ? በዚ ምኽንያት እምበኣር ኣብ ከባቢ ዓሰርተ ትሽዓተ ክፍለ ዘመን፣ ኣብተን ብኢንዳስትሪ ዝምዕብላ ዝነብራ ምዕራባውያን ሃገራት ጎልድ ስታንዳርድ ተጀሚሩ ኣብቲ እታ ዓለምና ሒዛቶ ዝነበረት ኣካይዳ ወርቂ ከም ገንዘብ ዘደንፍዕ ኮይኑ ሕጂ ግን ኣብ ክንዲ ሓደ ኪሎ ወርቂ ሒዝካ ትኸይድ ነቲ ወርቂ ዝውክል ማሓላ ናይ ባንክ ብማእከላይ ባንክ ናይ ሓደ ሃገር ዝተሓትመ ወረቐት ሒዝካ ትኸይድ ንኣብነት ኣብ ሽሕን ሸሞንተን ሚእትን ሳልሳን ኣርባዕተን ናብ ጎልድ ስታንዳርድ ዝኣተወት ሕብራት መንግስታት ኣሜሪካ ንሸውዓተ ሚእቲ ዶላር ብሓደ ኪሎ ወርቂ ትውክል ነይራ ጎልድ ስታንዳርድ እምበኣር ማሕላ ናይ ባንክ እዩ ዶላር ሒዝካ ትንቀሳቐስ ከለኻ ባንክ እቲ ሓቀኛ ዋግኡ ኣብ ገዝኡ ከም ወርቂ ኣቐሚጥልካ ኣሎ። ኮል ሳንደር ኣብ ምዕባለ ገንዘብ ዓቢ ዝተዋጽኦ ዝገበረ እዩ። ኣብ ከባቢ 1929 ክሳብ 1939 ግን ዓለምና ኣብ ከቢድ ቁጠባዊ ቅልውላው ኣብ ዝኣተወትሉ መስርሕ ኮል ኣብ ቁጠባ ዓለም ኣከታዒ ኮይኑ። ንኣብነት ቁጠባ ኣሜሪካ ኣብ ቅልውላው ምስ ኣተወ፣ መንግስቲ ከኣ ገንዘብ የድልዮ ብምባሉ፣ ከምኡ'ውን ንወርቂ ኣንጻር ዶላር ኣዝዩ ስለ ዝኸበረ ሕቶታት ክለዓል ጀሚሩ። ገንዘብ ግን ብዓቕን ወርቂ ስለ ዝምዘን፣ መንግስቲ ድማ ኣድላዩ ወረቐት ክሓትም ኣይከኣለን። ኣብ ሽሕን ትሽዓተ ሚእትን ሰብዓን ሓደን ከኣ ፕረዚደንት ኒክሰን ናይ ኣሜሪካ፣ ዶላር ከም ምስ ወርቂ ዘለዎ ርክብ ጠቕሊሉ ቋሪጽዎ፣ ከም ዝደለየ ክሓትም ድማ ጀሚሩ። ካልኦት ሃገራት ድማ ቀስ ብቐስ ነቲ ውሳነ ስዒበን ገንዘብ ድሕሪኡ ኣብ ባንክ ዝውክሎ ወርቂ ኣይነበረን። ብኸምኡ ድማ እዚ ናይ ሎሚ ገንዘብ ፊያት ማኒ፣ ለት ኢት ቢ ወይ ከኣ ገንዘብ ይኹን ዝብል ሽም ተዋሂብዎ ይቕጽል ኣሎ። ናይ ሎሚ ዶላር ወይ ፓውን ወይ እውን ናቕፋ ኩሉ ፊያት ማኒ እዩ። በቲ ፌርማ ናይ መንግስቲ ተኣማሚንና ከም ዋጋ ዘለዎ ንጥቀመሉ። ናይ ብሓቂ ዋግኡን ወረቐት ጥራሕ እዩ። ኣብ መዓብላ ገንዘብ እምበኣር ከምዚ ዝረኣናዮ ብዙሕ መስርሕ ዝሓለፈ ኮይኑ ሕጂ ከኣ ከም ወረቐት ጥራሕ ዘይኮነ ከም ቸክ ወይ ኦንላይን ማኒ ንጥቀመሉ ኣለና። ሓደሽቲ ምዕባላት ክሪፕቶ ካረንሲ እውን ምስክር ናይቲ ዘይውዳእ ጉዕዞ ገንዘብ እዩ። መልስታትና ክንምልስ ገንዘብ እንታይ እንታይ የጠቓልል? ማእከላይ ኣቕሓ ተቐባልነት ብህዝቢ ዋጋ ዘለዎ ውሑድ ብዓቕን ተመቀነት እውን ዘለዎ ሓደ ኣቕሓ ገንዘብ ክበሃል ይከኣል። መዓልትታት እዩ ወይ እውን መዓ ብመንታኣታት እዩ ከም ስራኣናዮ ድምር ናይ ዝተፋላለዩ ሕብረተሰብ ስራሕ እዩ ስለምንታይ ከብ ዓቅሚ ውሕድ ኮይኑ ገንዘብ ዝበዝሕ ትርጉሙ ክጠፍእ እዩ ሓደ ባጤራ ብብዝሒ ምስ ሕተም ናቱ ዋጋ እንዳጉደለ ይስከይ ንኣብነት ኣብ ሽሕን ሸሞንትን ሰማን ኣርባዕተን ሓደ ኪሎ ወርቂ ብ ሸውዓተ ሚእቲ ዶላር ክትገዝእ ትክእል ኔርካ ኣብ ክልተ ሽሕን ዕስራን ግን ሓደ ኪሎ ወርቂ ብ ሓምሳን ኣርባዕተን ሽሕ ዶላር ትገዝእ ዶላር ኣብ ሚእትን ሰብዓን ትሽዓተን ዓመት ብከባቢ ሸውዓተ ሽሕን ሸውዓተ ሚእትን ፐርሰንት ዋግኡ ቀኒሱ። ክቡራት ኣሕዋት መግለጺና ነዚ ይመስል። ከምዚ ተመሳሳሊ ኣርእስቲ ኣብ ቀጻሊ ከነምጺና ሳብስክራይብ ኣይትርስዑ። ሼርን ላይክ ድማ ሓግዙና። ብዝተረፈ ሓሳባትኩም ጌጋና ይኹን ክቐርብ ትደልይዎ ኣርእስቲ ኣብ ታሕቲ ኮመንት ግበሩልና። ክሳብ ንራኸብ ሰላም ዓዲ።